ሰላም ሰላም ፋሚሊ እንታይ ኢና ንሰምዕ ዘለና ሎሚ ዕለት ኣዝዩ ዘሰንብድን ዘሕዝንን ዜና ተሰሚዑ ኣሎ እሱ ድማ ሓንቲ ኣደ ብ ሓዋ ተዓሚጻ እታ ኣደ ድማ ወሊዳ ኣላ እዚ ብሰፊሑ ክንከታተል ኢና። እዚኣ ኣነ ናብ ጸበል ከይደ ሓወይ ኢለ ምስ ሓወይ ናኸድኩ እንዳሃለኹ ደፊርኒ ተደፊረ እየ ኢለ ምስ ማንም ሰብ ኣይተዛረብኩን ሕክምና ከይደ ክሰ ክቡር ፕረዘንት እስያስ ኣፎርቂ ካብ ወድኻን እብዚስ መልእኽቲ እዚኣ ናብ ክቡር ፕረዚደንት ኢሳያስ ኣፈወርቂ ከተብጽሑ። እዚ ብቻ ኣይኮነይ ጉዳይ ፅምዶ እውን ኣብ ዝለዓለ ደረጃ እናበፀሐ እዩ ዝርከብ ዘሎ ጀነራል ታደሰ ወረደ ፕሬዚዳንት ግዚያዊ ክልል ትግራይ ማለት እዩ እሱ ድማ ኣብ መረብ ተረኪቡ ምስ ገለ ኣመራርሓ እቲ ከባብን ሸንኽ ኤርትራ ዘለውን ተራኪቡ ኣሎ እዙይ

ንዓይ ክሕርሱኒ ከለዉ፣ ክሕርስዋ ከለዉ ነደይ በዝን በዝን ተቀይዱ ስለ ዝነበረ መዓናጣኣ በዚ ከኣ መዓንጣኣ ወጺኡ በዚ በቃ ሕማቅ ኣተራርማ ታሪማ ስለ ዝነበረት በዚ ቀዲዶም ብዘይ ንቡር እዮም ንዓይ ኣውጺኦምኒ። እሱ ከይኣክል ኣነ ሞይተ ተባሂለ ዕጽብ ዕጽብ ስለ ዝበልኩ መይቱ እዩ በቃ ኢሎም ጥረ ናብ ኣደይ ኣቓልቦ እንዳ ገበሩ ከለዉ ድሕሪ ገለ ሰዓታት ግን ኣነ ትንፋስ ተኺለ ድምጺ ምስ ኣስማዕኩ ኣታ ቆልዓ ይስማዕ ኣሎ ግደፉ ካብቲ እንዳ ምውታት ሰባ መን እዩ ዝበክስ ዘሎ ምስ ተባሃለ ኣነ ጓልታ ጓል ገሬ ዝትበሃል ጅግና ኣደይ ወላዲት እየ ማለት እዩ ጓላ ወዳ ምዃነይ ተፈሊጡ ማለት እዩ ድሕሪኡ ናብ ኣደይ ይሐቂፎምኒ ኣደይ ድሕሪ ክንደይ ሃለዋታ ስለ ዝፈለጠት እዚ ቆልዓ እዚ ኢላ እታ ማለት ታደ እታ ዘሕረሰት ኣደ እወ ዘራይ እሕዋቱ ክኸውን እዩ እዚ ገለ ነገር ዝገብሮ ኣለዎ ሽሙ መን ክትብልየ ኢኺ። መጀመርያ እዛ ካሴት እዚኣ ምስ ተሰርሐት ምስ ሓጎስ ሱዚኒኖ ክሊፕ ጌሩ ክሰርሓ ብዋጋ ተሰማሚዕና ሓጎስ ሱዚኒኖ ዳሪክተራ ባዕሉ ገለ ኮይኑ እዩ ኣስሪሕዋ ሓጎስ ወዲእዋ እንዳተሰርሐት ከላ ኤርትራ ሙዚቃ ቤት መጺኡ እሳዋ እዚኣስ ከምዚ ብጣዕሚ ፈቲናያ ሕጂ ሙዚቃ ክስተ የእትየስ

መናዕና ኣዋጊእና እሎም ጽእዎ ኢሎም ኣብዚ ከተማ እየ ዝዝክሮ ጸዊዖምኒ ዋዝኻስ ንዓይ ሸጥካለይ ነዚ ትሸጦ ደርፊ እንድያ እሞ ኩልኩም ዶ ይሸጥዋ ዋ ከመይ ጌርካ ውዕሉ እኮ ምስ ሓደ እዩ ገለ መለ እሞ ኣነ ድብላዕ የብለይን ቆልዐይ ከዕብል ኩልኹም ተቐቢሎም ክሰሱኒ እንዶ ንዕናይ ተደገብሩኒ እዮም ከዓ ስሉኒ ጥራሕ ንኮዱ ኩሉ
ገሊኹም ከዓ ኣለኹም ሕልፍ ዝበልኩም ሕልፍ ዝበልኩም ኣለኹም ጨጉርኩም ስተትሕዝዎ ፌኮ ጌርኩም ኣታ ሰብ ንርእሲኻ ሓፊርካ ነታ ሰበይትኻ ወሓለ ትሕፍራ ኣለኻ ንርእስኻ ሓፊርካ ሲ ነታ ጅግና ሰበይትኻ ሲ ስክፍታ ከም ዝስምዓ ትገብር ኣለኻ ብፍላይ ደቂ ኣንስትዮ እንድሕር ተኣኪበን ውይ ኣቲ ሰብኣይ ክዳ እንታይ ኮይኑ ዋላ ኣብ ቅድሚኣ ገሊአን ዝብላ ኣለዋ ግርህታት ንፋዓት ንፋዓት እየን ዚአን ኣብ ቅድሚ ሰብ ዝዛረባ ንፋዓት ገሊአን ግን ብድሕሪአን ኣቢል ኣቢለን እዋይ እቲ ሰብኣያ ደሪእኽዮ እውይ እንኳዕ ንዓይ ኣይሃበኒ ማይ ውዕይ ምኽዓኹኒ ያ ጓል ኣንስተይቲ ትኽዕወልካ ወ እንታይ ዲኻ ድኣ ክትገብረካ ትኽዕወልካ ወ ማይ ውዕይ ኣይኮነን ካልእ ትኽዕወልካ እንታይ ድኣ ክትብለካ ዋ እዚኣ እንታይ ርኢኽዮ ዶ እቲ ሰብኣያ ድኣ ካብ ጨጉሪ ጀሚርክሲ ኣብዚ ክኣ ተሰቑዮም እንታይ ድኣ እዮም እታ ገዛ ድኣ መን እዩ ዘመሓድራ ያ እታ ሰበይቲ ሰብኣይ ኣይትደፍረን እያ እኳ ወዲ ሰብኣ ወዲ ተባዕታይ እንድሕር ሰብኣይ ኮይኑ ብ ገዛ ጓል ኣንስተይቲ ይቋልቡላ ክትፈርህ ማዕዳ ውቃቢኣ ክትፈርህ ማዕዱ እንድሕር ልክዕ ከም ሰብኣይ ኮንካ ኣይትደፍረካን ጎሊኹምኮ ከይተዛረበስ ፍሽኽ ፍሽኽ ትብል ያ ትደፍረካ ወድ ብሽኩሊት ክገዝእ ዝደሊ ሰብ ተሎ ብውሽጢ ይርከበን እዚ ሓምሊ ቁስጣ ኣይኮነን እዚ ሂማን ሄር ኣይኮነን ተረዲኩም ናይ ሓራጅ ክዳውንቲ ኣይኮነን ኣብ ሶሻል ሚድያ መጺኻ ኩሊት ዝደሊ ሰብ እንተሎ ብውሽጢ ይርከበኒ ኩሊት ዝገዝእ ሰብ ተሎ ውን ሕጂ ነዚ ሓውና ኩሊት ዝገዝእ ሰብ እንድሕር ኣሎ ኩሊቱ ሸይጡ ገጽ ናይ እስኺ ዶክተር ዲኺ ፕሮፌሽናል ዲኺ መን ኢኺ እስኺ ፋርማሲስት ዲኺ እንታይ እንታይ ትሰርሒ ምስ ኣበይ ከይዱ እዩ ሽዑ እቲ ኩሊቱ ከውጽኦ እቲ ሰብ? በየናይ ሕክምና ተመርሚሩ? ኩሊቱ ክሸይጥ ዝኽእል ሰብ ንባዕሉ ካብ ክንደይ ዓይነት ሕማማት ተ ኢቭን ኩሊት ክትህብ ተኾይንካ ትራንስፎርም ክትገብር ተኾይንካ ዋላ ሕጂ ንኣብነት ኩሊት ንሰብ ትራንስፎርም ክትገብር እንድሕር ኮይንካ ይምርመር ናተይ ናይቲ ሰብ ደም ይኹን ዋላ እቲ ኩሊትና እንድሕር ሓደ ዓይነት ዘይኮነ ደም ካብ ፋብሪካ ናይ ደም ካብቲ ናይ ናይ ደም ፋብሪካ ንዓይ ኣምፂኦም ደም ወላ ግደፎ እሞ ኩሊት ደም ደም ደም ክትበኒ እንድሕር ኮንካ ኣነ ሓሚመ ኣነ ሓሚመ ደም ክትበኒ እንትኾንካ ሕጂ ንኣብነት ወይ ሓወይ ሰብኣይ ክሓርስ ከለካ እንድሕር ዳኣ ደም ውሒድዋ ሕጂ ሓንቲ ሓራስ እንታይ ገብሩ ደም ካባኻ ወሲዶም ናብቲ ናይ ደም መኻዚኖ የብፅሕዎ ናብቲ ፍርጅ ነቲ ናታ ዝመስል ደም ከዓ ናቱ ቅያር የምፅኡ ኢልካ ማለት እዩ እንተዘይኮነ ካብዚ ደም እዚ ምፂኻ ካብ ደሙ ቀዲሖም ንዓይ ደም ክቡን ይክእሉ እዮም ወይ ከዓ ኩሊት ቀንጢብካ ኩሊት ኣይወሃብን እዩ ተረዲእኩም ኣሎ ተረዲእኩም ዘሎ ብሩኻት ወላ ከምኡ ኢልካ ክትዛረብ ከለካ ገበን እዩ ገበን እዩ እዚ ከቢድ ገበን እዩ ብጣዕሚ እዩ ዘሕትተካ ማለት እዩ ግደፎም ኣብ ኤሮጳ ወላ ኣብ ኣፍሪቃ ይኹን ወላ ኣብቲ ሕጊ የብሉን ገለ ንብሎ ዝኾነ ነገር ንብሎ ከቢድ ገበን እዩ። ባል ክህሉ ኣለዎ ሓደ ኤርትራዊ ኣሎ ብዛዕባ ንድፈልጦ ናይዛ ዝነብራ ከተማ ኣብ ዓመት ክልተ ግዜ ብስሙ ፌስቲቫል ኣለዎ ሆላንዳውያን ብናቱ ስም ክልተ ፌስቲቫል ይገብሩ ንሕና ግን ዝኾነ ነገር ናብ ዓድና ዝእቱ ምክንያት ወላ ሓደ ነገር እየ ቁሊሕ ኣይንብልን ኢና ወላ እንተለናስ ንፈርሕ ኢና ጎረባብትና ንኸይንዕድል ኢና ንፈርሕ ኣዲኡ ከይረኣየ ሸውዓተ ዓመት ገበረ ሰብ ኣሎ መርኣዩ ስኢኑ ግና ኣይኮነን ተረዲካን እኹል ገንዘብ ኣለዎ ኣዲኡ ኣነ ሕጂ ከምዚ ብውልቃዊ ተርእዮ ብምሉኡ ሰብ ብጣዕሚ ተጎዲ ወለዱ ስለ ዘይረኣየ ካብ ወለዱ ስለ ዝረሓቐ ኢቭን ሰብ ክቐትል ዕጥጣ ይብለሉ ካብ ሰብ ወፂኡ እዩ ዝነብር ዘሎ ልክዕ ከምዚ ዘንቡ ኮይና ኢና ተረዲካ ንቕድሚ ጥራይ ኢና ንኸይድ ኣለና ቅድም ግን እቲ ናይ ትስምዑ ኣገዳሲ ባእታ ፋሚሊኡ ክረክብ ኣለዎ ክረጋጋእ ትኽእሉ ስድርኡ ክርኢ ኣለዎ እቲ ዝልወጥ ከኣ ኣብኡ ከይዱ ድዩ ክልውጦ ናብዚ ምጺኡ ድዩ ክልውጦ ቅድም ግን እቲ ናፍቲ ካብታ ጠፊእናላ ዝመጸና ቦታ ንዓኣ ክንሪኣ ኣለና ብዘየገድስ እምኒ ይኹን ወላ ሓመድ ጥራይ ይሃልዎ ኣብኣ ከይዱ ገዝኡ ዝሰርሐ ኣነ ገዛይ ተሰሪሐ እኮ ኣብ ናተይ ኣነ ንኣብነት ኣብታ ተወሊደ ዝዓበኩላ ዓዲ ሓንቲ ብልፅቲ ነገር ኣነ እንተሰሪሐ ካልኣይ ወዲ ገዛውተይ ኣብታ ጎረቤተይ ተሰሪሑ እቲ ለውጢ በዚ እዩ ዝመፅእ ንሕና ንደልዮ ዘለና ለውጢ ግን ብሓደ መዓልቲ ገዛ ምስራሕ ግን ኣይፍቀድን ሕጂ እንታይ ክንገብር ኣለና ገዛ ምስራሕ ይፍቀድ እዩ እንታይ ዓይነት ኮይኑ እዩ ዘይፍቀድ ጽቡቅ ጌርካ ትፈልጥ ኢካ። ህንጻ ጠጠው ኢሉ ብ ኤርትራ። ምኽንያት ምኽንያቱ። ምኽንያት እቲ መንግስቲ እዩ ዝፈልጦ ግን ህንጻ ጠጠው።
እድሪስ ንዓይ ከም ዘለኒ ሓበሬታ ባዕሉ ኮንፎርም ከም ዝገበረለይ ካብ ፈረንሳ ክወጽእ ንዓዱ ንኽኸይድ ተወሲኑሉ እዩ ተወሲኑሉ እዩ ዓድኻ ከይተባሂሉ። ዓድኻ ኪድ ኦረዲ ሕጂ ናይ ሎየር ናይ ገለመለ ገለመለ ብሉ ኣሎ ናይ ሎየር ኣይኮነን ኦረዲ ቤት ፍርዲ ፈሪድዎ ንዓድኻ ኪድ ተወዲ ከይዚ ክሎስ ከምዚ ዝሓበረኒ ተኮይኑ ክወፅእ ንዓዱ ጥራሕ ደቂ ክላስ ከዚ ኣደይ ፅቡቅ ኣላ ገለመለ ይብል ስለ ዝነበረ

ኩላትና ሓተላ ገለት ኢካ ጋሕባይ ካብዚካ ዕድመን ጥዕናን ይሃብካ እስተ ዘይትገብር ኔርካስ እዚ ኩሉ ጻዕርካስ ኣብ ማይ ምኣተወ ኔሩ ክቡር ፕረዘንቲ ኢስያስ ኣፍወርቂ ክቡር ፕረዘንቲ ህዝብካ መጻወቲ ለቅዋን ጎጆን ኮይኑ ክቡር ፕረዘንተይ ሓንቲ ኣንበሲት ዓባይ ተቃላሲት ማማ ጉዕያ ኣላትና ብሰንኦም ዘይረኣዩ ኣዲኦም ተቁጸሮም ክቡር ፕረዘንት ኢሳያስ ኣፈወርቂ በጃካ እቶም ኣሕዋትና ኣብቲ ውሽጢ ዘለዉ ቀልጢፍካ መንገዲ ከፊትካ ኣውጻሎም ኣውጻዮም ምሳና ኣብዚ መባልዕቲ ክኾኑ ኣላ

ደፊሩኒ ተደፊረ እየ ኢለ ምስ ማንም ሰብ ኣይተዛረብኩን ንሕክምና ከይደ ክሰዳ ኢለ ኣይስደድን ኢሎም ኣብዮምኒ ገዚፉ እየ ገለ ገለ ኢሎምኒ ሽዑ ኣነ ካብቲ ዓዲ ለቂኣ ናብ ካሊእ ዓዲ ከይደ ኣብ ካሊእ ዓዲ ፀኒሐ ምክንያቱ ሓደ ቆልዓ እኒኤኒ ካብኡ ፅግምቲ እየ ሳልሳይ ካብ ሓወይ ስለ ዝኮነ ሓሪቀን ሓ ጉህየን ደኣ እያ ጸኒሐ ብዙሕ ተጸጊመ እየ ብዙሕ ተሸጊረ እየ ግን ኣብቲ መጠረሽኡ እታ ቆልዓ ናብዚ ዓቢ ክትከይድ እያ ዝበሃል ተስፋ ጌረ እየ ጸኒሐ ካብኡ መጠረሽኡ ግን ኣነ ከብደይ ኣውይኑ ተወሊዳ ከም ሚላድ ወሊደያ ምስ ተወለደት ከብጽሑለይ ክወስድዋ ሰብ ምስ ጸውዑ ዓመት ክልተ ዓመት ምስ ጸንሐት ክወስዳ እየ ኢለዮም። ከምኡ ኢለ ምስ ተዛረብኩዎም ከኣ ክቕበሉኒ ኣይከኣሉን። ኣነ ከብደይ ኣውዩኒ ወሊደያ ስለ ዝኾንኩ እየ እምበር ንሳቶም ኣይፈተውዎን እቲ ዘረባ ሒዝክያ ከይዲ ኢሎምኒ። ዓብዪ ሽግር ስለ ዘለኒ ድማ ክወስዳ ኣይከኣልኩን። ብዙሕ መዓልቲ ደቂሰ። ብዙሕ መዓልቲ ደቂሰ ድማ።

እየ ክሰዳ ከለኩ ግን ክሪኦ እቲ ዝወስዳ ሰብ ውን ክሪኦ ምስ ዓበይቲ ውን ክወስዳ ክሪኣ ክጥይቃ እየ እምበር ከርሰይ ኣውይኒ እዩ ጠፊኣ ክትከይድስ ኣይደለክዋን ጥራሽ ካብኡ ግን ንሶም እቲ ዘረባ ንሱ ምስ ኣስማዕክዎም ግን ንዓይ በቃ ንሕና ክንእሰር ኢና ንሕና ክንተሓዝ ኢና ንዓና ኣይትእስርናን ሒዝኪ ኪዲ ብጓልኪ ኢሎምኒ ብዙሕ ጭንቅንቅ ገይረ ንባዕሊ ምሕዳር ገዛ እውን የብለይን። ሽዑ ንሱ እቲ ሽግር ንሶም ርእሰይ ስለ ዝኾነ ማንም ሰብ ከውርደኒ ኣይኽእልን ኢለ ባዕለይ ነታ ቆልዓ ገዲፈያ ወጺኣ። ጽምዶ ኣጋጣሚ ሰኒ ንተምሃሮ ዛላምበሳ ትምህርቶም ጀሚሮም ኣለዉ። ብስሩዕ ከተማ ዛላምበሳን ከባቢኣን ቀዳማይ ብርኪ ቤት ትምህርቲ ዛላምበሳ ኬጂታት ከይተረፈ ጀሚሮም ኣለዉ። እዚ ዓብይ ነገር ዓብይ ነገር ዛላምበሳ ደጊም እንታይ ዓይነት ታሪክ እዩ ዘለዋ ኣብ ውግእ ኢትዮ ኤርትራ ዝብል ምርኣይ ኣድላይ እዩ። ኣብዚ ናይ ሕዚ እውን ውፅኢት ፅምዶ እዩ። ጀነራል ታደሰ ወረደ ፕሬዚደንት ግዛዊ ምሕዳር ትግራይ ዓሊተና ከይዶም እዮም ንበዓል መስቀል ዓሊተና ኣብ ኢድ መን ከም ዝነበረት ይፍለጥ እዩ። ሶ ዓሊተና ቤት ትምህርቲ እውን ስርሑ ጀሚሩ ኣሎ። ህዝቢ ዓሊተና ሰላማዊ ዝኾነ መነባብርኡ ምንባር ይጅምር ኣሎ እፎይ ኢሉ ካብ ናይ ድምፂ ጥይት ወፃእ ብዝኾነ ኣገባብ ደቁ የምህረ ኣሎ ይሓርስ ኣሎ ሰላማዊ መነባብርኡ ይገብር ኣሎ ጀነራል ታደሰ ወረደ እዩ ከይደው ኣብዒሉ ላዕለዎት በዓል ስልጣናት ከይተረፉ ማለት እዩ። ከባቢታት መረብ እገላ ዘሎ በለሳ ሒዝካ ጾሮና ኣድያቦ ሒዝካ ክሳብ ባድመ ዘሎ ገምሃሎ ዘሎ ብምሉ ህዝቢ ትግራይ ህዝቢ ኤርትራ ከም ድሌቱ ዕለታዊ መነባብርኡ ይሰርሕ ኣሎ። ሓሊፉ ሓሊፉ ከዓ ዕዳጋ ይገብር ኣሎ። ካብ ትግራይ ናብ ኤርትራ ዝኸዳ ጥሪት ታሌን ከይዱ ካብ ኤርትራ ይምፅእ ናይ ኤርትራ ጥሪት ላብ ትግራይ ተመፅኤን ይወስድ ኣሎ። So እቲ ጽምዶ መዓልቲ መዓልቲ ኣብ ሚድያ ኣይንገርን መዓልቲ መዓልቲ ግን ይግበር እዩ ዘሎ ብዙሓት ናይ ስፖርቲ ሓባራዊ ጽዋታ ተገይሮም እዮም ኣብ ኤርትራ እውን ኣብ ትግራይ እውን ኤርትራውያን እውን ተጋሩ እውን ማለት እዩ ብዙሓት ንግዳዊ ምንቅስቃሳት ብዙሓት ርክባት ማሕበራዊ ጉዳያት ጸጥታዊ መሓውራት እውን ኽልቲኡ ህዝቢ ብሰላም ክነብር ስለ ዘለዎ ብዙሓት ነገራት ይግበሩ እዮም ዘለዉ። እሺ ፋሚሊ ንሎማዓንቲ ልሓዝኹም ቪድዮታት እዚኦም መስሉ ነይሮም ኣብ ልቅፅል ብልገራርሙ ሓደሽቲ ቪድዮታት ሒዘ ክምለስ እየ ሰብስክራይብ እና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ፒስ ኣውት።